ሕዝቡ ሰላምታና ተቐበሉ ናይዛ ዩቲብ ቻናል ተዓዘብቲ ከመይ ትጸንሑ ነዚ እዋን ዘደለናዮም እዋናዊ ሓበሬታታት ሒዘልኩም ቀሪበ ኣለኹ ንምክታልኩም ብኽብሪ ዕድም ኣብ ንኡሳን ዞባታት ዓዲ ቐይሕ፣ ሰንዓፈ፣ ማይ ዓይኒን ጸሮናን ህንጸት ሓይሊ ኤለትሪክ ተኻይዱ። መንግስቲ ኤርትራ ከም ኣካል ናይቲ ኣብ ኩሉ ኩርንዓት ሃገር ምዕሩይ ማሕበራዊ ኣገልግሎታት ንምብጻሕ ዘካይዶ ዘሎ ጻዕሪ፣ ኣገልግሎት ጸዓት ንምስፋሕ ዘይተሓለለ ወፍሪ ኣብ ምክያድ ይርከብ። ጠለብ ኣገልግሎት ሓይሊ ኤለትሪክ ካብ ግዜ ናብ ግዜ እናዓበየ ይኸይድ ብምህላዉ ድማ፣ ጠለባት ህዝቢ ንምምላስ ገዚፍ ወጻኢታትን ሓያል ጻዕርን ዝሓትት ስርሓት የካይድ ኣሎ። ኣብ ቀዳማይ ምዕራፍ ፕሮጀክት ከተማታት ዓዲ ቐይሕ፣ ሕንተን ዓፈን ን ዕስራን ኣርባዕተን ሰዓታት ኣገልግሎት ኤሌትሪክ ይረኽባ ኣለዋ። ኣብ ካልኣይ ምዕራፍ እቲ ፕሮጀክት ከተማ ማይ ዓይኒ ሓዊሱ ኣብተን ኣርባዕተ ንኡሳን ዞባታት ዝርከባ ከባቢ ኣርብዓ ዓድታት ን ዕስራን ኣርባዕተን ሰዓታት ኣገልግሎት ኤሌትሪክ ክረኽባ እየን። ቻይና ነቶም ኣብ ታይዋን ኮይኖም ታይዋን ካብ ቻይና ክትፍለ ዝሰርሑ ሓይልታት ንምህዳእን ንምጥንቃቕን ኣብ ከባቢ ታይዋን ወታደራዊ ልምምድ ትገብር ምዃና ገሊጻ። እቲ ሓይልታት ኣየር፣ ባሕርን ምድርን ተላፊኖም ዘካይድዎ ወታደራዊ ልምምድ፣ ፍሉያት ሓይልታት ተኮስቲ ሮኬት'ውን ክሳተፍዎ ምዃኖምን እቲ ልምምድ ብናይ ብሓቂ ምትኳስ ብረታት ተሰንዩ ሰሉስ ክካየድ ምዃኑ ሰራዊት ቻይና ኣብ ዘውጽኦ መግለጺ ሓቢሩ። እቲ ጃስቲስ ሚሽን ክልተ ሽሕን ዕስራን ሓሙሽተን ዝብል ስም ዝተወሃቦ ወታደራዊ ልምምድ፣ ኣሜሪካን ታይዋን ዓሰርተ ሓደ ቢልዮን ዶላር ዝዋግኡ ዝተፈላለዩ ወታደራዊ መሳርሒታት ከም ዝሸጠትላ ድሕሪ ምሕባራ፣ ነዊሕ ከይጸንሐ እዩ ብቻይና ተኣዊጁ ዘሎ። ኣሜርካ ንታይዋን ወታደራዊ መሳርሒታት ምሻጣ፣ ንቻይና ኣዝዩ ኣቑጢዕዋ ከም ውጽኢቱ ኣብ ልዕሊ ወታደራዊ ንብረታት ኣሜርካ እገዳ ክተንብር ኣገዲድዋ ኣሎ። ብዘይካዚ ቻይና እታ ኣካል ግዝኣተ እያ እትብላ ታይዋን ኣብዚ ዓመትዚ ወታደራዊ ዓቕማ ንምድልዳል ዝገበረቶ ሓያል ሸመታ ኣጽዋር ኣቑጢዑ። ኣጥቂዕዋ እዩ። ቤት ጽሕፈት ፕረዚደንት ታይዋን፣ እቲ ቻይና ኣብ ከባቢ ታይዋን ከካይዶ'የ ዝበለቶ ወታደራዊ ልምምድ፣ ንዓለምለኻዊ ሕግታት ዝጥሕስ'ዩ ብምባል ነቒፍዎ። ሚኒስተር ምክልኻል ታይዋን ብወገኑ፣ ሎሚ ሶኒ ወጋሕታ ወታደራውያን ነፈርቲ፣ መራኽብ ውግእን ቻይና ኣብ ከባቢ ታይዋን ከምዝተራእያ ብምሕባር፣ ስርዓት ሚሳኤል ምክልኻል ነፈርቲ ይከታተለን ከምዘሎ ሓቢሩ። ሰራዊት ኣብ ሓያል ተጠንቀቕ ከምዘሎ ብምሕባር፣ ንህዝቡ ካብ ዝኾነ መጥቃዕቲ ንምክልኻል ድሉው ከምዘሎ እቲ ሚኒስተር ኣረዲኡ። ሚኒስትር ኣፍሊጡ። ንከባቢ ወሽመጥ ታይዋን ዝከታተል ምብራቓዊ እዝ ቻይና ኣብ ዌይቦ ዝተብሃለ ማሕበራዊ ሚድያ ኣብ ዝለጠፎ ፅሑፍ ነቲ ወታደራዊ ልምምድ ዕርዲ ፍትሒ ኢሉ ገሊፅዎ። ቻይና ንነዊሕ ዓመታት ታይዋን ብሰለማዊ መንገዲ ምስ ቻይና ክትፅምበር'ኳ ክትፅውዕ እንተፀንሐት እዚ ምስ ዘይኸውን ግን እታ ደሴት ማለት ታይዋን ካብ ቻይና ከይትንፀል ሰለማዊ ዘይኮነ ኣገባብ ክትጥቀም ከምትኽእል ሕግታት ብምጥቃስ ክትሕብር ፀኒሓ'ያ። መንግስቲ ቻይና ፕሬዝደንት ታይዋን ላይቺንግተ ንናፅነት ታይዋን'ዩ ዝሰብኽ ብምባል ብተደጋጋሚ ክትከሶ ጸኒሓ'ያ። ፕረዚደንት ላይ ቺንግ-ተ፣ ታይዋን ድሮ ልኡላዊት ሃገር ምዃና ብምግላጽ፣ ነጻ ሃገር እየ ኢላ ምእዋጅ ከምዘየድልያ'ዩ ዝገልጽ። ላይ ቺንግ-ተ ብሰንበት ኣብ ቴሌቪዥን ታይዋን ቀሪቡ ኣብ ዝሃቦ ቃል፣ ቻይና ክትበጽሖ ናብ ዘይትኽእል ብራኸ ኢና ክንድይብ ዘለና ድሕሪ ምባል፣ ንቻይና ናይ ምትኹታኹ ድልየት የብልናን፣ እንተኾነ ሰላም ኣብ ናይ ብሓቂ ሓይሊ እዩ ዝምርኮስ ኢሉ። እስካብ ሕጂ ብተደጋጋሚ ዝተገበረ ምርጫታት፣ ዝበዝሕ ህዝቢ ታይዋን፣ ስታተስ-ኮ፣ ዩኔስኮ ክኸውን እዩ ዝደሊ። እዚ ከኣ ምስ ቻይና ሓንቲ ሃገር ክኾኑ ኣይደልዩን እዮም። ከም ሃገር ከኣ ብወግዒ ነጻነቶም ክእውጁ ኣይደልዩን። ቻይና ካብ ክልተ ሽሕን ዕስራን ክልተን ጀሚራ ኣብ ወሽመጥ ታይዋን ብተደጋጋሚ ወታደራዊ ልምምዳት ክተካይድ ጸኒሓ እያ። ብፍላይ ከኣ ገለ ንቻይና ባህ ዘየብል ንጥፈታት ምስ ዝካየድ። ንኣብነት ኣብ ክልተ ሽሕን ዕስራን ክልተን ኣፈ ጉባኤ ባይቶ ኣሜሪካ ዝነበረት ናንሲ ፔሎሲ ናብ ታይዋን ምብጻሕ ምስ ፈጸመት። ኣብ ክልተ ሽሕን ዕስራን ኣርባዕተን ፕረዚደንት ላይ ቺንግተ ቃለ መሓላ ምስ ፈጸመን ቤጂንግ ከይወዓለን ኣይተሓደረን እያ ኣብ ከባቢ ታይዋን ወታደራዊ ልምምዳት ጀሚራ። እቲ ናይ ቀረባ ተዘክሮኻ እቲ ኣብ ዝሓለፈ ሚያዝያ ኣብ ወሽመጥ ታይዋን ዘካየደቶ ወታደራዊ ልምምድ ምጥቃስ ይከኣል። ታይዋን እውን ህዝባ ካብ ቻይና ክመጽኦ ዝኽእል መጥቃዕቲ ንምድላውን ንቻይና ናይ ምክልኻል ዓቕሚ ከምዘለዋ ንምርኣይን ብተደጋጋሚ ወታደራዊ ልምምዳት ክትገብር ትረኣ እያ። ኣብዚ ዓመት ንዓሰርተ መዓልታት ብዘይ ምቁራጽ ዘካየደቶ ወታደራዊ ልምምድ ከኣ እቲ ዝነውሐ ወታደራዊ ልምምድ ታይዋን ኮይኑ ተመዝጊቡ ኣሎ። ፕረዚደንት ላይ ቺንግ-ተ ናብ ስልጣን ካብ ዝመጽእ፣ ታይዋን ወታደራዊ ዓቕማ ኣብ ምድልዳል ሰፍ ዘይብል ወጻኢታት እያ ገይራ። ኣብ ጥቅምቲ እቲ ኣብ ታይዋን ተተኺሉ ዘሎ ናይ ኣይሮን ዶም ናይ እስራኤል ዝመሳሰል ስርዓተ ምክልኻል ካብ ተጻባእቲ ንምክልኻል ኢና ተኺልናዮ ኢሉ። እንተኾነ እታ ተጻባኢት ዝበላ ቻይና እያ ኣይበለን። ኣብ ዝሓለፈ ወርሒ ቻይና ንታይዋን ቂዓታት ጃፓን ንታይዋን ንምክልኻል ኢዳ ከም ተእቱ መራሒ ጃፓን ኣብ ባይቶ ሃገሩ ድሕሪ ምዝራቡ፣ እቲ ዘባዊ ምትፍናን ካሊእ መልክዕ ሒዙ ተራእዩ እዩ። ከም ውጽኢቱ ቻይና ዜጋታታ ናብ ጃፓን ከይገሹ ኣጠንቂቓ። ኣራቢክ ዲፈንስ ዝተባህለ ኣብ ሃገራት ዓረብ ሰፊሕ ዝርግሐ ዘለዎ መርበብ ሓበሬታ፣ ኣብ ሞንጎ ግብጽን ኤርትራን ንወደብ ዓሰብ ዝምልከት ኣገዳሲ ስምምዓት ከምተኸተመ፣ እቲ ኣብዚ ቅንያት ክወጽእን ክዝርጋሕን ዝቐነየ ዜናታት፣ ሓቂ ብምባል ክቡር ፕረዚደንት ኢሳያስ ኣፈወርቂ ግብጺ ኣብ ዝጸንሓሉ ናይ ሓሙሽተ መዓልታት ናይ ስራሕ ምብጻሕ ምስ ሰበ ስልጣን መንግስቲ ግብጺ ብምስጢር እቲ ስምምዓት ከምዝኸተሙ ካብ ዝተፈላለዩ ሰበ ስልጣን ናይ መንግስቲ ግብጺ ሓበሬታታት ከምዝረኸበ'ዩ ኣራቢክ ዲፈንስ ኣብ መርበብ ሓበሬትኡ ኣስፊርዎ ዝርከብ ዘሎ። ኣብዚ ዝሓለፈ ኣርባዕተ ሓሙሽተ መዓልታት ብሰፊሕ ዝተኸታተልናዮን ዝተዓዘብናዮን ዓበይቲ ዜናታት ግብጺ ወደብ ዓሰብ ብምእታው ኣገዳሲ ክተቅር ጽክተዋድድ ምዃና፣ ክስካብ ንኡስ ወታደራዊ መዓስከር፣ ንመራኽብ ኲናታ፣ ነዳዲ ካልእ መሳለጥያን፣ ዘገልግልውን ክድኩን ምዃና'ዩ ኣብቲ ሓበሬታታት ተጠቒሱ ነይሩ። ኣራቢክ ዲፈንስ'ውን ነዚ ዜናታት ምድጋም፣ ግብጺ ኣገዳሲ ትሕተ-ቅርጺ ኣብ ወደብ ዓሰብ ክተዋድድ ምዃና፣ ንመራኽብ ኲናታን ክስካብ ንነፈርቲ ኲናት መዕርፎ ነፈርቲ ኣብ ወደብ ዓሰብ ክትሃንጽ ምዃና ኣብዚ ሓበሬትኡ ወሲኹ ገሊጹ ይርከብ ኣሎ። ግብጺ ብተወሳኺ ኣብ ወደባት ጅቡቲ ተመሳሳሊ ከምዚ ዓይነት ናይ ኤርትራ ኣገዳሲ ትሕተ ቅርጺ ንምውዳድ ኣብ ዓመት ክልተ ሽሕን ዒስራን ሽዱሽተን ካብዚ ሒዛቶ ተርከብ ዘላ ዓበይቲ መደባት ምዃኑ እዩ ኣብ መወዳእታ ጠቒሱን ገሊጹን ዝርከብ ዘሎ። እዚ ክቡር ፕረዚደንት ኢሳያስ ኣፈወርቂ ኣብ ግብጺ ኣብ ዝጸንሓሉ እዋን ምስ ፕረዚደንት ናይታ ሃገርን ካልኦት ሰበ ስልጣንን ንወደብ ዓሰብ ዝምልከት ከቲምዎ ዝበሎ ሚስጢራዊ ስምምዓት ክስካብ ሕጂ ብወገን መንግስቲ ኤርትራ ዝተዋህበ ዝርዝራዊ ሓበሬታ የለን። ብወገን ስርዓት ብልጽግናን ኮራኹሮምን ኣኽለባቶምን ነዚ ግብጽን ወደብ ዓሰብን ተተሓሒዙ ዝወጽእ ዘሎ ከምዚ ዓይነት ዜናታት ክስካብ ሕጂ ንዕብዳንን ጽላለን ዝተፈላለየ ትንታነታት ክህብሉ ኢና ንከታተል ዘለና። ኤርትራ ነቲ ኣብ ማያት ቄሕ ባሕርን ዞባ ቀርኒ ኣፍሪካን ኣንጸላልዩ ዝርከብ ዘሎ ዓበይቲ ሓደጋታት ኣብቲ ማያት ብጽሒት ምስ ዘለወን ሓያላትን ኣገደስትን ሃገራት ኪዳን እናመስረተት እያ ትርከብ ዘላ። ክቡር ፕሬዚደንት ኢሳያስ ኣፈወርቂ ኣብ ሰለስተ ኣገደስቲ ሃገራት ኣብ ዞባ ቀርኒ ኣፍሪካን ማያት ቄሕ ባሕርን ኣብ ዝሓለፈ ቅንያት ናይ ስራሕ ምብጻሕ ኣካይዱ ነይሩ። ድሕሪኡ እውን ዓብደልፋታሕ ኣልቡርሃን ናብዘን ሃገራት ናይ ስራሕ ምብጻሕ ኣካይዱ ነይሩ። ኣብ ሞንጎ ኤርትራ፣ ስዑድ ዓረብ፣ ግብጺ፣ ሱዳን ኣገዳሲ ወታደራዊ ኪዳንን ስምምዓትን ከም ዝተፈጠረ እውን ዝተፈላለዩ ወገናት ይሕብሩ እዮም። እዚ ሕጂ ንወደብ ዓሰብ ምስ ግብጺ ኣተሓሒዝካ ዝዝርጋሕ ዘሎ ዜናታት ከኣ መርኣያን መቐጸልታን ናቱ ኮይኑ እዩ ዝርከብ። መንግስቲ ኤርትራ ንክልቲኡ ወደባት ንምስፋሕን ንምዕባይን ኣብ ዝተፈላለየ እዋናት ምስ ዝተፈላለያ ሃገራትን ኩባንያታትን ክዘራረብ ጸኒሑን ኣሎን። ኣብ ዓመተ ክልተ ሽሕን ዒስራን ሽዱሽተን ግን ዝርርብን ስምምዓትን። ስርሓትን ዘይኮና። ኣብ ባይታ ተግባራዊ ዝኾነ ስርሓት ኣብ ወደብ ዓሰብ ብፍላይ ባጽዕ እውን ተመሳሳሊ ዓበይቲ ስርሓት ኣብ ባይታ ክንዕዘብ ምዃንና ኣረጋጊጸ ክሕብረልኩም ይፈቱ። ነቲ ብመንገዲ ኢትዮጵያ ዝመጽእ መጥቃዕቲ RSF ንምምካት ምድላዋትና ወዲእና ኣለና ክብል ሰራዊት ሱዳን ኣፍሊጡ ኣሎ። ሓደ ላዕለዋይ ሓላፊ ሰራዊት ሱዳን ንጋዜጣ ሱዳን ትሪቡን ኣብ ዝሃቦ መግለጺ መናሕን ሽፍትና ዝኾነ ሓይሊ RSF ካብ ኢትዮጵያ ተበጊሱ መጥቃዕቲ ንምጅማር ይዳሎ ከምዘሎ ገሊጹ'ሎ። እቲ መኮነን እዚ መጥቃዕቲ ካብ ዶብ ኢትዮጵያ ከተማታት ኪምሩኩን ጌሳን ኣብ ቡሉ ናይል ስቴት ከምዝዘርጋሕ ሓበሬታታት ከምዘረኸበን ነዚ መጥቃዕቲ እኹል ምድላዋት ከምዝተገበረሉን ጠቒሱ'ሎ። ብመሰረት ጸብጻባት ኣብዚ ዞባ ሰማያዊ ናይል ሱዳን ዝንቀሳቐሱ ዝነበሩ ናይ RSF ክዳን ዝተኸደኑ ዕጡቓት ኣብ ዝሓለፈ ወርሒ ሓምለ ብሰራዊት ኣልቡርሃን በዝሒ መጥቃዕቲ ምስወረዶም ካብቲ ከባቢ ክወጹ ክወጹ ተገዲዶም ምንባሮም ገሊጹ'ሎ። እቲ ወታደራዊ መኮነን፣ እዞም ዕጡቓት ናብ ጎረባብቲ ሃገራት ኢትዮጵያን ደቡብ ሱዳንን ብምእታው ንነብሶም ክውድኡ ከም ዝጸንሑ ገሊጹ ይርከብ ኣሎ። እዞም ኣብ ኢትዮጵያ ዝተወደቡ ዕጡቓት ኣብ ዝቕጽሉ ሰሙናት ጸረ መጥቃዕቲ ንምግባር ይዳለዉ ከም ዘለዉ'ውን ኣፍሊጡ'ሎ። እቲ መኮነን፣ ኣርኤስኤፍን መሻርኽቱን ኣብ ኢትዮጵያ ኣብ ዝርከብ ዞባ ቤንሻንጉል ጉሙዝ ኣብ ዝርከብ ኣርባዕተ ቦታታት ንመሰልጠኒ ዝኸውን መዓስከራት ከም ዝተፈቐደሎም ነታ ጋዜጣ ገሊጹ ይርከብ ኣሎ። ዞባ ቤንሻንጉል ጉሙዝ ምስ ብሉ ናይል ግዝኣት ሱዳንን ከም ዝዳወብ፣ ዝጠቅስ እቲ መኮነን፣ ዕጡቓት ኣርኤስኤፍን ዕጡቓት ኢትዮጵያን ናይ ደቡብ ሱዳን ዕሱባትን ኣብቲ ናይ ስልጠና መዓስከር ከምዘለዉ ገሊጹ'ሎ። ላዕለዎት መራሕቲ ናይዞም ዕጡቓት ድማ ኣብታ ርእሰ ከተማ ቤንሻንጉል ጉሙዝ ዝኾነት ኣሶሳ ከምዝርከቡ ካብ ምንጭታት ከምዘረጋገጸ ኣፍሊጡ'ሎ። እቲ መኮነን ወሲኹ ምንጪ ሓበሬትኡ ነዞም ዕጡቓት ዝኸውን ብዝሒ ኣጽዋር ካብ ሕቡራት ኢማራት ዓረብ ከምዝተጻዕነን ኣብ ሓደ መዕርፎ ነፈርቲ ቤንሻንጉል ጉሙዝ ከምዝዓለበ ክፈልጥ ከምዝኸኣል ብምግላጽ እዚ ድማ ኣብቲ ከተማታት ኪምሩኩን ጌሳን ዝካየድ ዘሎ ናይ መጥቃዕቲ ምድላዋት ዝግበር ከምዝኾነ ገሊጹ'ሎ። እዚ ከምዚ'ሉ እንከሎ ቅድሚ መዓልታት ኣልጀዚራ ተመሳሳሊ ሓበሬታ ፈንዩ ምንባሩ ይዝከር። እዚ ጸብጻብ ስዒቡ ሓደ ላዕለዋይ በዓል ስልጣን ኢትዮጵያ ንኣልጀዚራ ኣብ ዝሃቦ መግለጺ'ውን ኣብ ኣሶሳ ናይ ኣርኤስኤፍ መሰልጠኒ መዓስከር ተቐባልነት ረኺቡ'ሎ ዝብል ክሲ መሰረት ዘይብሉ ክብል ነጺግዎ ነይሩ። ኣብ ሞንጎ ክልቲኤን ሃገራት ግርጭት ንምልዓል ብዝብል ሓሳብ ናይ ሓሶት ሓበሬታ ይዝርጋሕ ኣሎ ክብል'ውን እቲ በዓል ስልጣን ኢትዮጵያ ገሊጹ ምንባሩ ይዝከር። ኣብ ልዕሊ ዕላማታት ሰራዊት ኤርትራ መጥቃዕቲ ንምክያድ ዓሊሞም ብኣንፈት ግንባር ቡሬ ሰሊኾም ዝኣተው ዕጡቓት ኣብ ትሕቲ ቁፅፅር ምእታዎም ካብቲ ከባቢ ዝተረኸበ ሓበሬታ ኣረድዩ። እቶም ብኣንፈት ግንባር ቡሬ ቢሎም ናብ ውሽጢ መሬት ኤርትራ ብምእታዎም ኣብ ከባቢታት ደባይ ሲማን ዓሰብን ዝርከቡ ዕላማታት ሰራዊት ኤርትራ መጥቃዕቲ ንምክያድ ሰሊኾም ዝኣተው ዕጡቓት ሸውዓተ ኣባላት እቲ ብዲሞክራሲያዊ ምንቅስቃስ ዓፋር ቀይሕ ባሕሪ ዝፍለጥ ኣብ ኢትዮጵያ ዝመደበሩ ኣንጻር መንግስቲ ኤርትራ ዝቃወም ውድብ ሰለስተ ድማ ካብ ኣባላት ስልያን ሃንደሳን ሰራዊት ምክልኻል ኢትዮጵያ ኮይኖም ካብ ዶብ ከባቢ ዓሰርተ ሸውዓተ ኪሌ ሜትር ናብ ውሽጢ መሬት ኤርትራ ምስ ኣተው'ዮም ኣብ ትሕቲ ቁጽጽር ሰራዊት ኤርትራ ምእታዎም እቶም ምንጭታት ገሊጾም ዝርከቡ ዘለዉ። ድሕሪ እዚ ፍጻመ ኣብ ግንባር ቡሬ ዓሪዶም ዝርከቡ ሰራዊት ምክልኻል ኢትዮጵያ ኣባላትና ተጨውዮም ብዝብል ወታደራዊ ረጽሚ ከስዕብ ዝኽእል ናይ መናውራን ታህዲድን ምንቅስቓስ ከካይዱ ምጅማሮምን ኣብ መንጎ ሰራዊት ኤርትራን ኢትዮጵያን ፍናን ተፈጢሩ ከም ዘሎ እቲ ዝተረኸበ ሓበሬታ ወሲኹ የረድእ። ከም ንጉስ ንክትነብር ከም ባርያ ሰራሕ ኣብ ጉዕዞ ስደት መንእስያት ኤርትራውያን ካብቲ ሓደ ዝምስጥን ዘደንቕን ጻዕሪ እቶም መንእስያት እዩ። ንሱ ከዓ ከም ናይ ኩላትና ዘመሳስሎ ካብ ዜሮ ተበጊስካ ብዙሕ ውረድ ደይብ ኣሕሊፍካ ከም ወርቂ ኣብ ሓዊ ተፈቲንካ ካብ ድኻ ናብ ማእኸላይ ወይ ሃብታም ሰጊርካ ግዜኻ ብግቡእ ተጠቒምካ ህይወትካን ህይወት ስድራኻን ከባቢኻን ቀይርካ ብድፍረት ሓላፍነት ወሲድካ ካልእን ካልእን ኣብ ምግባር ትነጥፍ ዘለኻ ንእሽተይን ዓብይን ቀይሕን ፀሊምን ኣድናቆት ከይገለፅናልኩም ክንሓልፍ ኣይንደልን። ኣብ ደቡብ ሱዳን ዝነብሩ ኤርትራውያን ኣሕዋትና ስደተኛ ወይ ፅግዕተኛ ጥራይ ኮይኖም ኣይኮኑን ሂወቶም ዝመርሑ ዘለዉ። ኣውደኣመት፣ ዒድ፣ ፆም ሮሞዳን፣ ንግደት፣ ስደት ከይበሉ ለይትን ቀትርን ሓቦን ኒሕን ብዝመልኦ ንፁር ዕላማ ንዕዮኦምን ንኻልኦት ናይ ስራሕ ዕድል ኣብ ምፍጣርን ናብ ዕቤት ለውጢ ኣብ ምጉያይ ዝሰርሑን ዝነብሩን ዘለዉ እዮም። ሆቴል ራዲሰን ብሉ ኣብ ምብራቕ ኣፍሪቃ ዘርከቡ ኤርትራውያን ኣውፈርቲ ከም በዓል ኣቶ ኢሳያስ ደሳለ ወናኒ ከርን ሆቴል ኣብ ጁባ፣ ኣቶ ርእሶም ጠዓመ፣ ሓውና ኣቶ ተኽላይ ጠዓመ፣ ብልምቲ ሳጎ ዝፍለጥ ተኽላይ ሩዋንዳ ወናኒ እቲ ዝዓበየ ሲምባ ስፖር ማርኬታት ኣብ ኪጋሊ፣ ኣብ ማእከልታ ብቕልጡፍ ዕቤት ተርኢ ዘላ ርእሰ ከተማ ደቡብ ሱዳን ጁባ፣ በዓል ሓሙሽተ ኮኾብ ዘለዎ ራዲሰን ብሉ ብ ዕስራን ኣርባዕተን ጉንበት ክልተ ሽሕን ዕስራን ክልተን ብሓባር ብምዃን ከፊቶሞ። ብተወሳኺ እቲ። ፕሮጀክት ብፕሬዝደንት ደቡብ ሱዳን ሳልቫኪር ማያርዲ ዝተመረቐ ኮይኑ ሎሚ ካብተን ኣብ ጁባ ዝርከባ ሆቴላት ብውቅብ መልክዑን ፅፉፍ ኣቀራርባ ዝህብ ኣገልግሎታትን ዝፍለጥ ሆቴል ራዲሰን ብሉ ሓደ ከም መርኣያ ናይቶም ዕዉታት ኤርትራውያን ኣውፈርቲ ምዃኑ እዩ ዝግለፅ። ደቡብ ሱዳን ንዝሓሸ ናይ ወፍሪ ዕድላት ይቕየር ከምዘሎ ንፁር ምልክት እዩ። እዚ ድማ ብተሳትፎ መንእሰያት ኤርትራ እቲ ንስራሕ ዘይርብርብን ዘይሕለልን ህርኩት ብምዃኑ ዝፍለጥ መለለዩ ነዚ ዕድላት ብፍላይ ብምጥቃም ሂወቱን ሂወት ካልኦት ኤርትራውያንን መንእሰያት ካልኦት ዜጋታት ኣብ ምሕጋዝ ዘርከቡ በዚ ድንቂ ስራሕ ኤርትራውያን ዝተገረሙ ዝተፈላለዩ ኣብ ደቡብ ሱዳን ዘርከቡ ኣውፈርቲ ከምዚ ብምባል ንስርሖምን መንፋዕቶምን እዚ ሕጂ ኣብ ደቡብ ሱዳን ጁባ ዘርከብ በዓል ሓሙሽተ ኮኾብ ሆቴል ምኽፋቱ ኣውፈርቲ ኣብታ ሃገር ዘሎ ዕድላት ንግዲ ክጥቀሙ ንጹር መልእኽቲ ከም ዘመሓላለፉ ዝፍለጥ ኮይኑ፣ እዚ ድማ ኤርትራውያን ኪንዮ ነብሶም ንኣውፈርቲ ዕድላት ዝኸፍት ባይታን ሃዋህውን ይፈጥሩ ከም ዘለዉ ይሕብረልና። እዚ ዓብይን ኣህጉራዊ ተፈላጥነትን ዘለዎ ሆቴል ራዲሰን ብሉ ሚእትን ሓምሳን ኣርባዕተን ኣዝዮም ዘመናውያን ናይ ኣኼባ ክፍልታትን መሐንበስን፣ ምቾት ዘለዎም መደቀሲ ክፍልታትን ዘመናዊ መዘናግዒታት ዝሕዝ ሆቴል ኣብ ሚእትን ዕስራን ሃገራት ጨንፈር ዘለዎ ኮይኑ፣ ብጠቕላላ ኣብዘን ሚእትን ዕስራን ሃገራት ኣብ ስራሕን ኣብ ምምዕባልን ዝርከቡ ልዕሊ ሽሕን ሸውዓተ ሚእትን ክፍልታት ከምዘለዎም ይግለጽ። ካልእ ዝዓበየ ሆቴል ምስ ንርኢ ድማ ኣብ ደቡብ ሱዳን ጁባ ካብ ዝርከቡ ብተመሳሳሊ ብመንገዲ ሰብ ሃብቲ ኤርትራውያን ዝውነን በዓል ሓሙሽተ ኮኾብ ሆቴል ዝኾነ ፕራሚድ ኮንቲነንታል እዩ። እዚ ሆቴል ካብቶም ቕድም ኣቢልና ኣብ ላዕሊ ዝገለጽናዮም ሓደ ካብ ርእሰ ከተማ ደቡብ ሱዳን ዝኾነት ጁባ ዝርከብ ናይ ሓሙሽተ ኮኾብ ደረጃ ዘለዎ ተባሂሎም ካብ ዝግለጹ ዓብይን ንዓይኒ ነቀማምጣን ጽቡቕ ስሕበት ዘለዎ ሆቴል እዩ። እዚ ዓብይ ሆቴል እዚ ኣብ ደቡብ ሱዳን ብብዝሒ ካብ ዘለዉ ሆቴላት ብኤርትራውያን ዝመሓደር እዩ። ዝመሓደሩ በዓል ሓሙሽተ ኮኾብ ፕራሚድ ኮንቲነንታል ሆቴል ሓንቲ ካብኣተን'ያ። ብዘይካ'ቲ ውቁብን ምዕሩግን ኣቀማምጣን ዲዛይናን፣ ዓለምለኻዊ ደረጃን ኣካይዳን ኣሰራርሓን ዘለዎ ሆቴል'ዩ። ሆቴል ፕራሚድ ኮንቲነንታል ሚእትን ሰማንያን ሰስተን መደቀሲ ክፍልታትን ካልእን ዘማልኣ ውቁብ ኣዝዩ ደስ ዘብል ምቸት ዘለዎን ብጽቡቕ ትሕዝትኡ ዝግለጽ ወይ ዝጥቀስ ሆቴል'ዩ። ክላሲክ ክፍልታት ኩሎም ኣገደስቲ ዝበሃሉ ነገራት ብዘየጠራጥር ወይ ዕግበት ብዝፈጥር፣ ንነብሰ ወከፍ ተገልጋሊ፣ ዓሚል፣ ሓጸርቲ መገሻታት፣ ንዕረፍቲ፣ ኮታ ንኹሉ ዓሚል ብዝጥዕሞ ገይሩ ተገልጊሉን ብዐግውን ሕጉስን ገፅ ከይዶም ንክምለሱ ብውሕሉል ጥንቃቐ ዝተማልኦ ኣሰራርሐኦምን ብወፃእተኛታት ሰበ ስልጣን ደቡብ ሱዳንን ህዝብን ኣብ ዝኾነ ኣጋጣሚታት ተደጋጋሚ ክግለፅ ዝስማዕ እዩ። ብዘመናዊ ኣቀማምጥኡን ብዝገርም ኣዝዩ ደስ ዘብል ፅባቐን ንከተማ ጁባ ኣብ ርእሲ ዘለዋ ፅባቐ ተወሳኺ ድምቀት ከምዝሃባ ማንም ዝምስክሮ ሓቂ እዩ። እዚ ሆቴል ንኣጋይሽ ኣብ ምቕባል ዘለዎ ኣበርክቶን ኣሰራርሓን ካብ ግዜ ናብ ግዜ ምዕባሉ ይውስኽ። ንውድቕቲ እምበር ኣይጎደለን መመሊሱ ክምዕብል ጥራይ ኢና ንሪኦ ዘለና በዚ ከኣ ንዓናን ንዓኹምን ንዕቤትና ዝጠቅም ኣበርክቶ ትገብሩ ኣለኹም ክብሉ ሓደ ሓደ ግዜ ኣብኡ ብዝግበር ኣኼባታት ዋዕላታትን ናይ መንግስቲ ወይ ናይ ግሊ ትካላት ደቡብ ስዳን እቶም ሰበ ስልጣን ክምጉስዎም ኣብ ጎኖም ኮይኖም ብሓባር ንህዝቢ ኤርትራን ደቡብ ስዳንን ከምዘነቓቕሑን ከምዝድግፉን ይገልጹ ሰበ ስልጣን እታ ሃገርን መንግስትን ህዝብን ብተደጋጋሚ ኣብ ልዕሊ ኤርትራውያን ዘለዎም ኣድናቖት ኩገልጽ እንከለዉ እቲ ቀዳማይ ኤርትራውያን ነንሕድሕዶም ዝገብርዎ ምትሕግጋዝ ቅልጡፍ እዩ። መዓስ ይድቅሱ ሰዓት ክንደይ ትስው ኣይፍለጡን። እዚ ከኣ ንዓና ቅዱስ ቅንኢ ኣሕዲረልና ምስኣቶም ብምትሕብባር ሓቢርና ንለውጢ ክንግስግስ ኣለና ክብሉ ዜጋታት እታ ሃገር ይገልጹ። ኤርትራዊ ጫፍ ጥራይ ኣትሕዞ እታ ሓንቲ ጫፍ ባዕሉ ዝገበረ ጌሩ ክረኽባ እዩ ብምባል'ውን ይገልጽዎ'ዮም። ፕራሚድ ኮንቲነንታል ሆቴል ብበዝሒ ብቁጽሪ ክግመት ብዘይከኣል ናይ ውሽጢ ዓድን ካልኦት ወጻእተኛታት ሃገር ብዝጠልብዎ ዓለምለኻዊ ምግብታት፣ ፈሳስን ውዑይ ነገራትን ካልኦት ዘቕርብ ኮይኑ ብጽሬት ኣሰራርሓ ምግብን ኣቀራርባ ሰራሕተኛታትን ንጽፈት ምዕባለን ነብሲ ወከፍ ክፍልታትን ከምኡውን ዝህቦ ኣገልግሎት መጓዓዝያ ብዘለዎ ምቕሉል ተመክሮ ካብ ሆቴል ደቡብ ሱዳን ጁባ ዝጥቀሰሉን ኣብ ቅድሚት ዝስራዓሉን ብኤርትራውያን ዜጋታት ዝውነን ሆቴል እዩ። ብዘመናዊ ዝተፈላለዩ መሳርሒታት ሙዚቃ ባንድ ቅልጡፍ ኢንተርኔት ከምኡውን ናይ ዋዕላ ጽሕፈት ምስ መሳርሒታቱ ዘማልአ ዓብዩይ ሆቴል እዩ። ኣዕሚቑካ ተተንፍሰሉ፣ ንእስነትካ ክትመልስ፣ ዳግማይ ኣእምሮኻ ተሐድሰሉ፣ ጸዓትካን ሓይልኻን ትረኽበሉን እትርእየሉን፣ ኣካላዊ ምንቅስቓስ እትሰርሓሉን ጥዕናኻ እትሕልወሉን ብዘይ ወሰኽ ክፍሊ ተዛኒኻ እትሰርሓሉ መንገዲ ኮይኑ፣ ከባቢ ሸሞንተ ሰፋሕቲ ክፍልታት ዘለዎ ክፍሊ ሕክምናን ሓኻይምን ዝርከብሉ ዓብዪ ናይ ጂም ዘማእኸለ ክፍልታት እውን ይርከብዎ። ግብፂ ህፁፅ ኣኼባ ባይቶ ሰላምን ፀጥታን ሕብረት ኣፍሪቃ ፀዊዓ። ግብፂ ህፁፅ ኣኼባ ባይቶ ሰላምን ፀጥታን ኣብ ማያት ቄሕ ባሕሪ ዝኾነ ይኹን ህላወ ወይ ፅልዋ እስራኤል ንምዕጋት ኣብ ዝገብሮ ዘሎ ፃዕሪ ብዙሓት ኣባላት ሃገራት ነቲ ስጉምቲ ክቃወምኦን ልኣላውነት ሶማልያ ክከላኸሉን ዝጽዋዕ ሓያል ዲፕሎማስያዊ ወፍሪ ኣብ ዘምርሓሉ ዘሎ እዋን፣ ነዚ ኣኼባ ባይቶ ሰላምን ጸጥታን ሕብረት ኣፍሪቃ ዝጸውዖ፣ ኣብ ክልል ዓፋር ምክትል ሓላፊ ቢሮ ሲቪል ሰርቪስን ዳይሬክተር ዓቕሚ ሰብ ኣብ ዩኒቨርሲቲ ሰመራ ንስርዓት ኣብዪ ራሕሪሑ። ኣብ ሰመራ ዩኒቨርሲቲ ዳይሬክተር ዓቕሚ ሰብን ምክትል ምክትል ሓላፊ ቢሮ ስቪል ሰርቪስን ዝነበረ ኣብ ህዝቢ ዓፋር ልዑል ተቐባልነት ዝነበሮ ተጋዳላይ ራሺድ ሓሰን ብሰላም ኤርትራ ኣትዩ ኣሎ። ናትናኤል ብርሃነ ውዕሉ ብክልተ ዓመት ኣሐዲሱ። ኤርትራዊ ፕሮፌሽናል ተቐዳዳማይ ናትናኤል ብርሃነ ምስ ቱርካዊት በይኮዝ ንሓደ ዓመት ክስካዕ ክልተ ሽሕን ዒስራን ሸውዓተን ምስኣ ክወዳደር ውዕሉ ኣሐዲሱ። ኤርትራዊ ፕሮፌሽናል ተቐዳዳማይ ናትናኤል ብርሃነ ኣብ ክልተ ሽሕን ዓሰርተ ሓደን ከምኡ'ውን ክልተ ሽሕን ዓሰርተ ክልተን ሻምፕዮን ኣፍሪቃ ኮይኑ ክልተ ግዜ ኣከታቲሉ ብምዕዋት ንደረጃ ቅድድም ብሽክሌታ ሃገርና ክብ ኣብ ምባል ልዑል እጃም ከምዘበርከተ ይፍለጥ።